መርሓባ የሕዋተይ ኣብቲ ዘለኹሞ ሰላም ክትህልዉለይ ተስፋ ይገብር ሕጂ ከኣ ክልተ ኣገደስቲ ኣርእስቲ ሓበሬታ ኣለዋኒ እዚ ከኣ እንታይ እዩ ቀዳመይቲ ኣርእስቲ ብዛዕባ እዚ ክታበት ዝበልክዎ ክልተ ሽሕን ዕስራን እያ ዳርጋ ዝገደዱና ሽሙ ብዙሕ ክብሎ ኣይደልን እየ ብዚ ብሓጺሩ እሱ ንኣብነት ክተውጽኦ ከም ትኽእል ኢለ ነይረ እዚ ከኣ ጽፍሕ ዝብል ቪድዮ ማለትስ ብዙሕ ሓበሬታ ዘለዎ ቪድዮ ናይ ሰዓት ዝኸውን ኣብቲ ዩቱብ ኣለኩም እንድሕር ደሊኹም ብምሉኡ ረኣይዎ እንድሕር ደሊኹም መቃቂልኩም ረኣይዎ ኣገዳስቲ ቪድዮ ንኹሉ ሕብረተሰብና ዝብላኤ ከምኡ ከዓኒ ካልኦት ሰለስተ ቪድዮ ሰሪሐ ኣለኹ ናይ ክታበት ኣብ ከምኡ ከኣ እንታይ እንታይ ክልተ ሽሕን ዕስራን ሽዱሽተን ወይ ኦረዲ ገሊኦም ሓካይም ጀሚሮሞ እዮም ዘጠንቅቐኩም ኣብኡ ከማን ክስታይ ትረኽብዎ ኢኹም እቲ ሕግታት ከመይ ከም ዝቕይርዎ ኣገዳሲ ይብሎ ኩላተን ቪድዮ ናይ ክታበት እንተ ንርእየን ኣይጎድኣናን እዩ ክጠቅመና ጥራይ ዝክእል ንዓና ድዩ ንደቅና ብኣምሆይ ከማን ሓንቲ ኣደ ናብ ሓኪም ምስ ከድት ድሕሪ ሕጂ በሊ ብሩክ ኣብ መወዳእታ ግዜና ንራከብ ኢልዋ ስለምንታይ ጓላ ክትከትባ ስለ ዘይደለየት ኣብዚ ቲክቶክ ባዕላ ለጢፋቶ ኣላ ኣነ ከኣኒ ኣብዝን ኣብቲ ዩቱብን ሰቂለዮ ኣለኩ ናታ ቪድዮ መታን ክትኣምኑኒ እቲ ቅድሚ ኣዋርሕ ዝበልኩ ኣርባዕተ ወርሒ ገለ ዝከውን እየ እዚ ሓበሬታ ሂበኩም ሽዑ ሓድሽ እዩ ነይሩ ዳርጋ ወላ ሓደ ኣይትረኽቦን ኢኻ ኔርካ ኣብ ናይ ጀርመን ከማን ከቢድ እዩ ኔሩ ክትረኽቦ እቲ ዜና እሱ ምጼልኩም ኔረ ኣብቲ ግዜ እቲ ኣይኣመንኩምንን ሕጂ ኸኣ ባዕላ ሓንቲ ኣደ ከምኡ ትብለኩም ኣላ ናታ ተመኩሮ ሓንቲ ጀርመናዊት እታ ሓኪም ከም ዘይደልያ ድሕሪ ሕጂ ጓላ እንድሕር እቲ ዝበሎ ክታበት ክትወስድ ዘይደለየት እዚ ኸኣ ባዕሉ ባዕላ ዝተዛረበትሉ እዩ ከምዚ ምስክር እንድሕራ ረኺበ ክነግ ከርእየኩም ክፍትን እየ ኣብ መጻኢ ብርከ ዝበልኩም ዝበልኩኹም ኩላት ገሌኹም ትኣምንዎ እንዲኹም ደሓን ሓደ ክልተ ግን ከምዚ ትጠራጥሩ ኢኹም ወይ ናይ ሸቐጥ ድዩ ናይ ገለ ይመስለኩም ኣይ ዶንት ኖው ወይ ምግናን ወይ ቪድዮ ናትካ ላዕሊ ክኸደልካ ድዮም ከምኡ መልእኽቲ ይጸንሓ ንብቲ ናተይ ቪድዮ ወይ ሓሶት ገለ ይመስለኩም ግን ደሓን ኩሉ ብግዚኡን ብመዓልቱን ክትረኽቡ ኢኹም ገሊኡ ሓቂ ሓይሽ ክትኣምኖ ከማን ከቢድ እንድዩ እንድሕር ወልሓደ ሰሚዕኻ ዘይትፈልጥ ከምኡ ዋእ እምበርከስ ይፍቀድ ድዮ ብሕጊ ገለ ኢልካ ትጠራጠር ኢኻ ግን ብዙሕ ኣሎ ዘይንፈልጦ ጥራይ ክብል ዝኽእል ኣብዚ እዚ ኸኣ ኣብ ዝተፈላለየ ኣርእስቲ እያ ኣስተብሂለሉ ማለት እዩ በቲ መልእኽቲ ናትኩም ሶ እቲ ክታበት ከመይ ጌርካ ኢኻ ተውፅኦ ትብሉ እንድሕር ኮንኩም እቲ ኣብ ቪድዮ ረኣይዋ እሱ ኸኣ ብመግቢ ብቀመማት ኣብ ገዛና ዘሎ ኣብ ባህሊ ክሽነና ከማን ዘሎ ባህላዊ መግብና ዘሎ ወይ ድማ ከምዚ መድሃኒት ከማን ክትእዝዘሉ ትኽእል ኢኻ እቲ መድሃኒት ትእዝዘሉ ኸዓ ኣብኡ ነጊረኩም ኣለኹ ኣብቲ ሊንክ ከማን ሓዲገልኩም ኣለኹ ኣብቲ ናተይ ባዮ ኹም እቲ ሊንክ ትረኽብዎ እቲኣ ሊንክ እንታያ ትብል ቫይታሚን ዲ ሲ ቫይታሚን ገሊኣ ትብል ማለት እዩ እቲኣ ሊንክ ሽም ክህብ ኣለኒ ብኣኣ ጌርኩም ትረኽብዎ ኢኹም። ኣብኡ ብዙሕ ዓይነት ቫይታሚን ዲ ከማን ክትእዝዙ ትኽእሉ ኢኹም። በቲ ናተይ ሊንክ እንድሕር ኣዚዝኩሞ ባይ ዘ ወይ ናይ ሰላሳ ቅርሺ ከባቢ ህያብ ይመጸኩም እዩ። እቲኣ ህያብ ከኣ ሱሳ ቅርሺ እንድሕር ገዚእኻ ማለት እዩ። እሳ ንባዕላ ግን ዳርጋ ሰላሳ ቅርሺ እያ ዋጋኣ። ብጣዕሚ ጽብቕቲ እያ። ጥዑም ኣይኮነን ዓሳ ዓሳ እዩ ዝጨንው ግን ጽቡቕ እዩ እቲ ቫይታሚን ኣብኡ ዘሎ ብሉጽ እዩ። እቲኣ ዱኳን ፍልጥትን ዝተመርመረትን ካብቲኤን ዝበለጸት ዱካን ናይ ከምኡታት ሳፕሊመንት እያ ኣብ ጀርመን ኣብ ካልእ ዓዲ ይሰዱ ድዮም ኣይሰዱን ኣይ ኣይፈለጥኩን ኣይፈተንክዎን ፈትንዎ ካብ ካልእ ዓዲ እንድሕር ኣለኹም ከማን ብቐሊሉ ክትእዝዞ ትኽእል ኢኻ ካርታ እንድሕር ዘይብልካ ወይ ፔይፓል እንድሕር ዘይብልካ ከማን ዕድሜኻ እዚ ሽምካ ኩሉ እንድሕር ሂብካዮም Aufrechnung ትእዝዞ ምስ ኣዘዝካዮ ከኣ እቲ ያ እቲ ሓሳብ ኣብ ውሽጢ ክልተ ሰሙን ክትከፍሎ ኣለካ ኣቐዲሞም ከማን ይሰዱልካ እዮም እንድሕር ጽቡቕ ክስታይ ኣለካ እቲ ናትካ ሹፋ ጥዑይ ኮይኑ ይሰዱልካ እስኻ ከኣ ድሕሪኡ ክልተ ሰሙን ድዩ ዓሰርተ መዓልቲ ግዜ ኣለካ ክትከፍሎም ማለት እዩ እቲኦም ፔይፓል ዘይብልኩም ከማን ማለት እዩ ንኩሉዋትኩና ትጠቅም እያ So ኣብኡ ክትእዝዝዎ ትኽእሉ ኢኹም። እቲኦም ካልእ መድሃኒት ትወስዱ ከኣ እዚ Supplement እንድዩ ዝኮ ወይ ዝኾነ ጸገም ምስ ጥዕናኹም ዘሎኩም ኩሉ ግዜ ሓኪም ሕተቱ ጥራይ ክብለኩም ዝኽእል ሓላፍነት ስለ ክትወስድ ዘይደሊ ንኣብነት ኣብቲ እቲ ኣብቲ ናይ ኮሮና ዝጠቐስክዎ እቲ ክትወስዶ ትኽእል ንኣብነት እዚ ናይ ልቢ ወይ ናይ እንታይ እዩ መቐጠኒ ደም እንድሕር ዝኾነ መድሃኒት ትወስድ ኣለኻ ክትጥንቀቕ ኣለካ ማለት እዩ። ምስ ሓኪምካ ተዛረብ ቅድሚ ምእዛዝካ ክብለካ ይደሊ። and እቲኦም ብሱሳ ቅርሺ ክትገዝኡ ዘይትልኹም ከኣ ናይ ሓደ ክልተ ሰብ ጌርኩም ትእዙዙ ግን ሓንቲ ንባዕላ ዳርጋ ዕስራ እያ ዋጋኣ so ሰለስተ ገለ እንድሕር ኣዚዝኩም ዝኾነ ካብቲ ድኳኖም መብዛሕትኡ ዕስራ ከባቢ እዩ ዋግኡ so ይኣኽለካ እዩ ቀልጢፉ ግን መታን እቲኣ ህያብ ክትመጻኩም ወይ ድማ ብሓንሳብ ኮንኩም ናብ ሓደ ትእዝዙ ማለት እዩ ካል መዓልቲ ከኣ እቲ ሓደ ይእዝዝ ብሽሙ ከምኡ ክትገብርዎ ትኽእሉ ኢኹም። እቲ ቫይታሚን ዲ ከኣ ናይ ዕስራ ኣለኩም ወይ ናይ ሽሕ እቲኣ ናይ ሽሕ ብዘይ ጸገም ክትወስድዋ ትኽእሉ ኢኹም መዓልታዊ እቲኣ ናይ ዕስራ ከኣኒ ሓንሳብ ኣብ ዕስራ መዓልቲ ወይ ዓሰርተ ሓሙሽተ መዓልቲ ከከም እቲ ናትካ ኩነታት ልክዕ ክትፈልጦ እንድሕር ደሊኻ ናብ ሓኪም ክትከይድ ኣለካ። ግን በቲ ምልክት ናይ ድቃስካ ድዩ ናይ ገለ ኣብ ካልእ ቪድዮ ናይ ቫይታሚን ዲ ዘሰራሕክዎ ዝነገርኩኹም ምልክታት ብኡ ከምኡ ከማን ክትግምቶ ትኽእል ኢኻ ክሳብ ክንደይ ናትካ ቫይታሚን ዲ ወዲቑ ኣሎ ብርከቲ ከቢድ ምልክት እንድሕር የድልየካ ኮይኑ ሶቪዞ ዝያዳ እዩ ዘድልየካ ወይ ሓኪምካ ትሓትት ብዙሕ ግዜ ኣብዚ እዋን እዚ ግን ቆፀራ ናይ ሓኪም ክትረክብ ከማን ቀሊል ስለ ዘይኮነ ካብ ወላ ሓደ ትወስድ ናይ ሽሕ ክትወስድ ይሕብረካ so ዝኾነ ሕቶ ዘለኩም ኣብቲ ዩቲዩብ ኢኹም ትሓድግዎ ኣብዚ በብሓደ ክምልስ ከቢድ እዩ ካብ ኩሉ ከዓ ዝኾነ ክትምልሱ ከለኹም ቅድም እቲ ቪድዮ ረኣይዎ ፕሊስ ኦኬ ያ ሶ እቲኣ ካልኣይቲ ነጥቢ ከዓ ፕሊስ ኣብ ሚዩኒክ ዘለኹም ሓደ ሓውና ኣብኡ ስራሕ ትረኽብሉ ወይ ድማ ኣብ ዝኾነ ኣብ ጀርመን ቅሩብ እዩ ናብ ዝኾነ ቦታ ክቕይር በጃኹም ኣብዚኣ ተሓባበሩኒ ክብለኩም ይደሊ ፕሊስ ኤክስትራ ቪድዮ ክሰርሓላ ድየ ብርከ ብዙሓት ከዓ ክሳብ መወዳእታ እዚ ቪድዮ ይርእይዎን እዮም በጃኹም ነዚ ሓውና ንሓግዞ ካብ ኖርወዩ ሰለስተ ዓመት ገይሩ ስራሕ ጭራሽ ምዃን ኣብይዎ ግን ቅሩብ ዩ ክሰርሕ ናይ ዝኾነ ጉልበት ስራሕ ማለት ዩ ላጋ ድዩ ጃርዲን ድዩ ወድኤቫ ክሽነ ድዩ ዝኾነ ቅሩብ ዩ ክሰርሕ እዚ ሓውና ስራሕ ኣድልዎ ኣሎ ሜይቢ ኤክስትራ ቪድዮ ክሰርሓሉ እየ ግን ክንሪኦ ኢና ቴንክ ዩ ባይ።